ሰላም ሰላም ብዘለኹሞ ኮይንኩም ነዛ ቪድዮ ትሪኡ ብምልእኹም ሰላምኩም ብዝሕ ትርፍ ይበለለይ። ንትፈልጡኒ ያው ትፈልጡኒ ኢኹም ብሓድሽ ቻናል መፅ ኣለኹ ሜሪ ኣደ ኣርሴማ እየ ዝበሃል ንዘይትፈልጡኒ ሜሪ ኣደ ኣርሴማ ዝብል ዩቱብ ቻናል ነይሩኒ ዓሰርተ ሓሙሽተ ሽሕን ኣርባዕተ ሚእትን ሳብስክራይብ ዝነበሮ ቻናል ነይሩኒ ብከምኡ እየ ዝፍለጥና ሎማዓንቲ ብጣዕሚ ኮፍኡኒ ካብ ዝነግረኩም ንላዕሊ ማለት እዩ እንታይ መሲልኩም ዩቱብ ቻናለይ ያው ትፈልጡኒ ሰባት ከምቲ ኩሉ ግዜ ዘዕልለኩም ኣብ ስደት ኮይነ ዩቱበይ ንክዓቢ ቻናለይ ንክዓቢ ማንም ዘበረታትዐኒ ኣብ ዘይነበረሉ ግዜ ነገር ግን ሓንቲ መዓልቲ ኣብ ፅቡቅ ደረጃ ክትበፅሕ እያ ኢለ ተስፋ ብምግባር ብዙሕ ዝፀዓርኩሉ ብዙሕ ዝደኸምኩሉ ዩቱብ ቻናል እዩ ነይሩ ሜሪ ኣደ ኣርሴማ ዝብል ማለት እዩ እና ሎማዓንቲ ንግሆ ግን ካብ ምድቃሰይ ተሲኤ ይሪኦ ኣለኹ ብጣዕሚ ተናዲደ ብጣዕሚ ሓሪቐ ማለት እዩ ካብ ምድቃሰይ ተሲኤ ቤተክርስትያን በፂሐ ምስ ተመለስኩ ናብ ሞባይለይ ይኣቲ ኣለኹ ናይ ዩቱብኪ ፓስወርድ ተቐይሩ እዩ ዝብል ኢመል መፂኒ እዩ ማለት እዩ ናብ ዩቱብ እቲ ለተረእኹ ከዓ ዩቱብ ባየላ ገለ ባየላ ከነጭራሹ ክሰርሐለይ ኣይከኣለን ማለት እዩ። ካብ ዝነግረኩም ንላዕሊ ብጣዕሚ ከፊኡኒ እየ ማለት ብጣዕሚ እየ ተናዲደ ብጣዕሚ እየ ሓሪቐ ሕዚ እንኳን ንምሾት እየ ቪድዮ ዝሰርሐልኩም ኣለኹ እምበይ ብጣዕሚ እየ ሓሪቐ ውዒለ ብጣዕሚ እየ እናተናደድኩ ውዒለ ማለት እዩ እና ዩቱበይ ሃክ ተገይሩ እዩ ዩቱበይ ለያው ወሲዶምዎ እዮም ኢዶሞ ይስኣኑ ማለት እዩ እና ምናልባት ሙሉእ መዓልቲ ናብ ሰባት ናደወልኩ እየ ውዒለ። ናብ ዝፈልጡ ዝበሃሉ ሰባት ናደወልኩ ቻናለይ ንክምለስ ሓግዙኒ ናበልኩ እየ ውዒለ። ዝኾነ ሰባት ምስ ዝኾኑ ሰባት ተፀሓሒፍና ኣለና ኣብ ከይዲ እኒኦ ምናልባት ፕሮሰስ ገለ ይገብር ኣሎ ተተመሊሱ ፅቡቕ በዛ ዓሰርተ ሓሙሽተ ሽሕን ኣርባዕተ ሚእትን ዘለዋ ቻናለይ ክመፀኩም እየ ምናልባት እንድሕር ደኣ ዘይተመሊሳ ኮይና ግን በቃ እዛ ቻናለይ ሓዳሽ ስለ ዝኾነት ኣበረታትዑኒ ኣበረታትዑኒ ሳብስክራይብ ላይክ ሸር ናገበርኩም ናብ ኩሉ ሰብ ሸር ናገበርኩም ኣበረታትዑኒ ክቡራት ተኸታተልተይ ማለት እዩ ኣነ ድሕሪ ህዚ ስደት ዝሓሰብሉ ዕላማ ይብለይ ዝንከራተተሉ ዕላማ ኣይብለይን ኣብ ዓደይ ሰሪሐ ብዓቕመይ ክበልዕ እየ ዝብል ሓሳብ እዩ ዘለኒ ማለት እዩና ኣነ ካብ ስደት ክመፅእ ንሃለኹ ያው ትፈልጡኒ ከምቲ ዝዕለኩም ዩቱብ በቃ ብዩቱብ ተኣማሚነ ዩቱብ ማለት ዩቱብ ሰሪሐ ክዓቢ እየ ዩቱብ ከምዚ ክገብር እየ ኢለ እየ መፅየ ዋላ እኳ ብዙሕ ከምቲ ዝደልዮ ተዘይሰራሕኩሉ ግን ንቐፃሊ መሃሪ ዝኾነ ፕሮግራማት ሓሪፍ ፕሮግራማት እናሰራሕኩ ብዩቱብ ክቐየር እየ ዝብል ዕላማ እየ ሒዘ መፅየ ነይረ ማለት እዩ ብዩቱብ ሲ በቃ ከም ስርሐይ ሒዘስ ኣብ ዓብዪ ደረጃ ከውፅሐ እየ ድምፂ ሰባት ክኾን እየ ብዙሕ ብዙሕ ነገራት ክሰርሐሉ እየ ዝሓስብ ነይረ ማለት እዩ እና እዚ ኢለ ከኣ ኣነ ብዙሕ ዝደኸምኩሉ ብዙሕ ጽዒረሉ ተስፋ ከይቆረጽኩ ኣብ ዓሰርተ ሓሙሽተ ሽሕ ሳብስክራይብ ዘብጻሕኩሉ ግዜ እዩ ነይሩ ማለት እዩ ነገር ግን ኢዶም ኣይስኣኑ ክፉኣት ሰባት ሃክ ገይሮም ነለውና ጠሊፎም ነለውና ሕዚ እንደገና ከምቲ ኩሉ ግዜ ትገብሩለይ ምብርትታዕ ንክተበረታትዑን እየ ዝልምነኩም ክቡራት ተኸታተልተይ ማለት እዩ ብእውነት ናይ ዩቱብ ድኻም ትፈልጥዎ ትፈልጥዎ ኢኹም ኣይኮነንዶ ክጥለፈካ ኣይኮነንዶ ክዕጸየካሲ ቪድዮ ሰሪሕኻ እኳስ ቪው ተዘይረኺቡስ ብጣዕሚ ኢኻ ትሓርቕ ማለት እዩ። ብፍላይ ኣነ ከዓ ኣብዛ ሕዚ ዘለኹዋ ደረጃ ቅድሚ ማንም ልዕሊ ማንም ንዩቱበይ ትኹረት ሂበ እየ ዝሰርሕ። ይሕመቕ ይፀበቕ ቪድዮ ብቻ በቃ ኣታዊየይ ከየቕንስ ብኣኣም ስለ ዝመሓደር ክሳዕ ሀዚ ካብ ስደት ካብ ዝምለስ ስራሕ ኣይጀመርኩን በቃ ከምቲ ዝብለኩም ለኹ ብዩቱብ ዓብይ ደረጃ ክበፅሕ ስለ ዝሓስብ ከምቲ ኣብ ማንም ንሪኦ ብዩቱብ ኣብ ዓብይ ደረጃ ዝበፅሑ ሰባት ሪኤ ከምኣቶም ዘይቅየረሉ ምኽንያት የለን ኢለ ብዩቱብ ክዓቢ ወሲነ ክሳዕ ዝመፃኹ ግዜ በቃ ንዩቱበይ ትኹረት ሂበ ሙሉእ ግዜ ሂበ ቅድሚያ እየ ዝህበላ ነይረ ማለት እዩ እና ሓንቲ መዓልቲ እኳ ከይፖሰትኩ እንድሕር ደኣ ሓሊፉ በቃ ከምዚ ገለ ዝረሳዕኩ ከምዚ ገለ ዝኾንኩ ስንፍና እዩ ዝስምዐኒ ማለት እዩ ዩቱብ ዝሰርሖ ክሓስብ ኤዲት ክገብር ምን ክገብር ገለ ክገብር ምስ መሓዙተይ ምስ ቤተሰበይ እኳስ ያን ያክል ግዘስ ዘሕልፍ ሰብ ኣይኮንኩም ካብ ኩሉ ሰብ ዝተፈለኹ እየ ማለት እዩ እና ክሳዕ ክንድዚ እየ ንዩቱበይ ትኩረት ዝህብ ነይረ ነገር ግን ሐዚ ከምዚኣ ገይሮም ያው ተስፋ ከቁርፅኒ ደልዮም ዘይፀዓርሉ ክበልዑ ደልዮም ያው እግዚኣብሔር ኣምላኽ ኢዶም ይሃቦም ችግር የብሉን ብናማቱ ዝነብር የረእና እንደ ጊዜው ተዘይኮይኑ እግዚኣብሔር ፈዳይ ኣምላኽ እዩ ግን ንዓይ ከምዚ ገይሮምንና በይዛኹም በይዛኹም በይዛኹም ኣበረታትዑኒ በቃ ክሓስቦ ናሃለኹስ ሞኒታይዝ ዝኾንኩሉ ኣነ ኣብ ዓመትን ሽዱሽተ ወርሕን እዩ እና ድሕሪ ሕዚ ሓሲብኩምዎ ዲኹም ጎና ጎኒ ስራሕ ተሃልዩኳ እኮ ችግር የብሉን ግን ድሕሪ ሀዝስ ቪድዮ ተሰሪሑስ ሞኒታይዝ ኮይነ ብዙሕ ፕሮሰስ ገለገለ ክውድእስ ብጣዕሚ እዩ ከቢድ እና እዚ ምስ ሓሰብኩየ ከዓ ብጣዕሚ ከፊኡኒ እምበር ችግር የብሉን ካብ ዜሮ እውን ትጅምር ኢኻ ብዝኾነ ግን እስኪ ሞኒታይዝ ዝኾነሉ ዕድል ንክፋጠን ኣፋጢንኩም ሳብስክራይብ ግበሩለይ ያው ከም ትገብሩለይ እውን ይተኣማመን እየ ሸር እናገበርኩም ናብ ኩሎም ናብ ዝፍለጡ ሰባት ሸር ናገበርኩም ኣነ ሓፍትኩም ኣበረታትዑኒ ማለት እዩ በእውነት ብጣዕሚ እዩ ከፊኡኒ ከምዚ ኣነ ከፊኡኒ ክረኣ ከምዚ ተስፋ ክቆርፅ ገለ ክሰላቸ ኣይደልን ግን ሎማዓንቲ ብጣዕሚ እዩ መሪሩኒ ብትክክል ማለት እዩ ንዓመታት ዝደከምኩሉ ዩቱበይሲ ከምዚ ክጠልፉኒ ናሃለው ብጣዕሚ እዩ ተሰሚዑኒ ያው ቅድሚያ ቅድሚያ ቻናለይ ክምለስ ፀሎት ግበሩለይ ምናልባት እንድሕር ደኣ ዘይተሳኺዑ ውን ኣይተሳኸዐን ዝሕግዘኒ ድለዩ ገለ ኢለ ካሊእ ቪድዮ ክሰርሐልኩም እየ በዚኣ ተተሳኺዑ ከዓ በታ ቻናለይ ክምለሰኩም እየ ጸሎት ግበሩለይ ሎማዓንቲ ዝነበረ ቪድዮ ግን ነዚ ይመስል እስኪ በዛ ቪድዮ እዚኣ በቃ ሓደ ሽሕ ሓደ ሽሕ ዋላ ኣትዩኒ ሳብስክራይብ ማለት እዩ እና ብእውነት ኣተዋውዑን እስኪ ከሓሱኒ ኣነ ኩሉ ነገር እግዚኣብሄር ንመልካም ንፅቡቅ ክሃዩ ዝገብሩ ኢለ እየ ዝሓስብና ብጽቡቀይ ክገብረለይ እውን ኣበረታትዑኒ። ብጣዕሚ ዘሕርቀኒ ነገር ተትህሊ ግን እንታይ ድዩ መሲልኩም እዛ ዩቱብ ቻናለይ ንግሆ ካሊእ ቻናል ከፊተ ርእየያ ስኢነያ እየ ነይረ ሕዚ ንምሸቱ ምስ ረኣኹዋ ግን ይሄው ከምዚ ትርእይዎ ኣለኹም ዩቱብ ቻናለይ ቪድዮታተይ ሓንቲ ቪድዮ የላን ማለት እዩ ፖስት ዝገበርክዎ ፎቶታት ጥራሕ እኒኦ ከምዚታት ዝበለ እምበይ እንደዚታት እኒኦ ቪድዮ ግን ሓንቲ ቪድዮ የላን ማለት እዩና ብጣዕሚ እዩ ተሰሚዑኒ እዛ ቻናል እናረእኹስ ብጣዕሚ እየ ዝሓርቕ ኣለኹ ማለት እዩና ውይ ብእውነት ከምዚ ጌርኩም ተስፋ ሰባት ተፀልሙቲ ሰባት እግዚኣብሔር ኣምላኽ ባዕሉ እስኪ ይፍደኹም። ብዝኾነ ግን ዩቱብ ቻናል ይኸው ከምዚ ትርእይዎ ኣለኹም ቪድዮ ትበሃል ኣይብላይን እያ እዚኣ ብካሊእ ቻናል በዛ ሕዚ ዝሰደድኩም ለኹ ሓዳሽ ቻናል ዝኸፈትኩዋ ብኡ ኣትየዮ ዝሪኦ ኣለኹ ማለት እዩ። ንስኻትኩም እውን ኣቲኹም ክትሪእዋ ትኽእሉ ኢኹም። ሜሪ ኣዶ ኣርሴማ ዝብል ቻናል ምንም ቪድዮ ዝበሃል ነገር የብሉን። ብዙሕ ነገራት እዩ ነይርዎ ከምቲ ትፈልጥዎ ብዙሕ ናይ ትውስታ ግዜታት እዩ ነይርዎ። ተስፋ ዝቆረፅኩሉ ግዜታት እውን ሓደ ሓደ ቪድዮታት እናረእኹ ባዕለይ ተስፋ ዝሰንቀሉ ቪድዮታት እውን እዩ ነይሩኒ። ብዙሕ መስታወሻታት እዩ ነይሩኒ። ክሰንፍ ናሃለኹ በተለይ ኣትክልተይ ኣብ ቪድዮይ ክርእዮ ናሃለኹ ሐዚ ዳኣ ታይ ኮይንኪ ኢለ ንባዕለይ ዘነቓቕሐሉ ቪድዮታት እዩ ነይሩ እና ብጣዕሚ ተሰሚዑኒ ብዝኾነ ግን ዳሓን የጋጥም እዩ ኣብ ሂወት ዘይገጥም ነገር የለይ ነዛ ቻናለይ ግን ሳብስክራይብ ግበሩለይ የኽብለኩም ዝደሊ ውይ ሎማዓንቲ ዝናገሮም ንባዕሉ ይጠፍኡኒ እኒኦ ብእውነት ብጣዕሚ ይኸፍኡኒ እኒኦ ክናገርም ዓቕሚ ሓፂሩኒ እኒኦ ማለት እዩና እስኪ ሰሰናይ ንዓኹም ቻው